ሰላም ሰላም ክቡራት የሕዋት ከመይ ቀኒኹም ናይ ሎማዓልቲ ትምህርትና ብዛዕባ እቲ ተነቃፊ ዕድመ ወይ ተኣፋፊ ዕድመ ኣብ ንኡስ ዕድሚኦም ናይ ቆልዑ ወይ ከዓ ተኣፋፊ ዕድመ ኣብ ህፃናት ዝብል ኣርስቲ ኮይኑ ሓቢርና ንከታተል እቲ ተኣፋፊ ዕድመ ዝበሃል ካብ ዜሮ ክሳብ ሸውዓተ ዓመት ዘሎ ኮይኑ እዚ ዕድመ እዚ ኣዝዩ ተኣፋፊ ወይ ከኣ ንኹሉ ነገር ብምስትውዓል ክሓልፎ ዝግብኦ ኮይኑ ብግቡእ ርድኢት ወሲድና ተረዲእና ነቶም ዝዓብዩ ቆልዑ ከባቢኦም ከጽንዑ ወይ ከኣ እቲ ንዕኦም ዝኸውን ጽቡቕ ነገር ዝበልናዮ ክንቅርበሎም ይግበኣና ምኽንያቱ ሓደ ቆልዓ መጀመርታ ካብ ዜሮ ዕድመ ውልድ ክብል ከሎ እንታይ ዝበሃል ኣለዎ? L'esprit absorbant፣ ተቐባሊ ወይ ከዓ ከምዚ ናይ ኢፖንዣ ዓይነት ናይ ስብኞ ዓይነት ማይ እንድሕር ሂብካዮ ነቲ ማይ ኩሉ ናብ ውሽጡ ደእትዎ እቲ ስብኞ ዝሰትዮ ቆልዓ ከዓ ልክዕ ከምቲ ናይ ስፖንዥ እቲ ከባቢኡ ዘቐረበትሉ ከባቢኡ ዘዳለወትሉ ነገራት ንኩሉ ንዕኡ ኣብ ኣእምሮ እንዳእተወ እንዳእተወ እንዳእተወ ይፀንሕ እንዳዋህለሎ ይፀንሕ ኩሉ እቲ ኣብ ከባቢኡ ዘዋህለሎ ክሳብ ሰለስተ ዓመት ብዘይ ምስትውዓል ማለት እዩ ተገዲሱ ወይ ከዓ ኣስተውዒሉ ዘይኮነስ ባህርያዊ ስለዝኾነ ብባህሪኡ ተቐባሊ ስለ ዝኾነ ካብ ዜሮ ክሳብ ሰለስተ ዓመት ደሎ እቲብ ከባቢኡ ደሎ ኩሉ እንዳዋህለለ እንዳዋህለለ ይጸንሕ ብምሉኡ ኣብ ሰለስተ ዓመት ምስ በጽሐ ከኣ ኣናላይዝ ክገብሮ ይጅምር ካብኡ እንዳመርመረ እንዳ ከጻርዮ ይጅምር ማለት እዩ ኣብ ሰለስተ ዓመት ካብ ሰለስተ ዓመት ክሳብ ሽዱሽተ ዓመት ደሎ እንዳጻረየ ይኸይድ ኣብዚ ግዜ እዚ

እቲ ዕድመ እንዳዓበየ ክኸይድ ከሎ ካብ ሰለስተ ክሳብ ሽዱሽተ ዓመት ደሎ ነቲ ክሳብ ሰለስተ ዓመት ካብ ዜሮ ክሳብ ሰለስተ ዓመት ከዋህልሎ ድጸነሐ ኣብቲ ካብ ሰለስተ ክሳብ ሽዱሽተ ደሎ ዓመት እንዳፈለዮ ይመጽእ እንዳጸሞቆ ይመጽእ ማለት እንዳተረድኦ ይመጽእ ማለት እዩ እቲ ነገራት እንዳተረድኦ ይመጽእ ሎንፎን ኮንስትሪ ሳ ፐርስክ en fonction de ce que lui offre et lui refuse son environnement እቲ ቆልዓ ህይወቱ ድምስርታ ልክዕ ከምዚ መሰረት ንገዛ ነትሕዞ መሰረት ክስረት ከሎ ብፅፉፍ እቲ መሰረት ይሕዝ እቲ መሰረት እንድሕር ፀኒዑ እታ ገዛ ክትፈርስ ኣይትኽእልን ልክዕ እዚ ቆልዓ ከዓ በቲ ዝፀንሐ ኣብ ከባቢኡ ዝተቐረበሉ ቀረባት ማለት ናይ ባህሪ ቀረባት ኣብ ከባቢኡ ዘሎ ነገራት ትተዓባብያ ማለት እዩ ኣብታ ፋሚልኡ ዘሎ ኣብ ከባቢኡ ምስ ፋሚልኡ ኮይኑ ዝተዓዘቦም ነገራት ኣብ ከባቢኡ ዘሎ ኮታ ነቲ ዘዋህለሎ ነገራት ንዕኡ ሒዙ እዩ ሂወቱ ዝሃንፃ ማለት እዩ ስለዚ እቲ ንሕና ከመይ ገይሩ ፈሊጥዎ ወይ እዚ ተረዲእዎ ኢልና ንግረመሉ ማለት ካብ ዜሮ ክሳብ ሰለስተ ዓመት፣ ካብ ሰለስተ ክሳብ ሽዱሽተ ደሎ፣ እዚ ግድን እቲብ ከባቢኡ ዘዋህልሎ ዝነበረ ልክዕ ከምቲ ዝበልናዮ ከምቲ ኢፖንዥ ወይ ከኣ ከምቲ ስብኞ ንኹሉ ኣብ ውሽጢ ክስሕቦ ዝጸንሐ እንዳዓበየ ከኣ እንዳንጸባረቆ ይኸይድ። ልክዕ ንዕኡ እንዳንጸባረቀ ይኸይድ።

ሕጂ ንዓና ኣይርድኣናን ዩ ግን እቲ ቆልዓ በተን ዝሃብናዮ በተን ዝተቀበለን ካብ ዜሮ ክሳብ ሰለስተ ዓመት ካብ ሰለስተ ክሳብ ሸውዓተ ዓመት ደሎ በዚ ዩ ሂወቱ ምሉእ ዝምስርቶ ኣብዚ ግዜ እዚ ዝተቀበሎም ሓበሬታታት ቀስ ብቀስ ሓደ ብሓደ እንዳተግበሮም እንዳዓበየሎም ይከይድ ማለት ዩ ስለዚ እቲ ንሕና ክዓብዩ ከለዉ እንህቦም እንምግቦም መግቢ ጥራሕ ዘይኮነስ እቲ ኣብ ከባቢኦም እንገብሮ ስራሓት፣ እንዛረቦ ዘረባ፣ እንፃወቶ ፀወታ፣ ነዕልሎ፣ ንዓኣቶም ሸር ንብሎም ምስዓቶም ኮይንና ንፃወቶ ወይ ኮታስ ኩሉ እቲ ንደቅና ክዓብዩ ከለዉ እንገብረሎም ገና ንኣሽቱ ከለዉ ኢልና እንንዕቆ እሱ ብጣዕሚ ብጣዕሚ ዝለዓለ ጽልዋ ኣለዎ ብኸምኡ ከኣ እንታይ ይብሎ እቲ ተኣፋፊ ዕድመ ይብሎ ዝኾነ ሰብ ደየስተውዕለሉ ዝኾነ ሰብ ዘይግደሰሉ ግን ከኣ ተኣፋፊ ዕድመ መጻዩኻ ካብኡ ጀሚሩ ይምስርቶ ማለት እዩ ሕጂ ዝበዝሕ ግዜ ወላ ኣነ ክሪኦ ከለኹ እቲ ቆልዓ ንእሽቶይ ከሎ በቃ ከምዚ ደይፈልጥ ከምዚ ማለት ደይርድኦ ኮይኑ እዩ ዝስምዓካ ግን የዋህልሎ እዩ ደሎ እቲ ቆልዓ

እታ ብዛዕባ ናይ ኣተዓባብያ ቆልዑ መጽሓፍ ጽሒፋ ንብዙሕ ቤት ትምህርትታት እውን ዝሃነጸት ሰበይቲ፣ ዓባይ ሰበይቲ ማለት እዩ፣ ማርያ ሞንተስሪ ትበሃል። እንታይ ትብለና? ምስቲ ሓገዝ ትምህርቲ፣ ምስቲ ድወሃቦ ትምህርቲ፣ ምስቲ ዘቐመጦ ነገራት፣ ምስቲ ኣዋህሊልዎ ዝጸንሐ እቲ ብትምህርቲ ዓይነት ዝመጾ ነገራት ሹዑዩ እቲ ሰብኣይ እያ እቲ ሰብኣይ ትብሎ ማለት እዩ ከይደኸመ ድሰርሓሉ ሹዑዩ ኣብቲ ግዜ እቲ እዩ ኢላቶ ብጣዕሚ ይገርም እዩ ማለት እቲ ቆልዓሲ ሹዑዩ ሰብኣይ ዝኸውን ማለት እዩ እቲ ገና ንእሽተይ ከሎ እቲ ሰብኣይሲ ከይደኸመ ድፅዕረሉ ግዜስ ኣብዚ እዩ ኢላቶ ኣብቲ ንእሽተይ ከሎ ኣብቲ በቃ ተኣፋፊ ዕድመ ኢልና ንጥቀሞ ንፅውዖ በቃ ሽዑ እዩ ንመጻኢኡ ንመጻኢኡ ዝኸውን ስራሕ ዝሰርሕ ከይደኸመ ይጽዕር ከይደኸመስ ይሰርሕ ኣሎ እቲ ግዜሲ ትብለና l'esprit absorbant est guidé par des périodes sensibles እቲ ናይ ምውህላል መንፈስ ወይ እቲ ናይ ምስሓብ ወይ ምዕቃብ መንፈስ ኢላቶ በቲ ናይ ተኣፋፊ ዕድመ ዝተወሰነ እዩ ወይ ከዓ በቲ ተኣፋፊ ዕድመ ሽዑ እዩ መገዱ ዝስራዕ ወይ ጊድ ዝኸውን ኣንፈቱ ዝሕዝ ማለት እዩ። ኣብቲ ተኣፋፊ ዕድመ ኢልና ንፅውዖ ኣብዚ ንኡስ ዕድሚኦም ነቲ ዘዋህለልዎ ሽዑ ስሩዕ መንገዲ የትሕዝዎ ማለት እዩ። ሕጂ ኣብ ርእሶም እዩ ዝሰርሕ ደሎ ንሕና ኩሉ ግዜ ናይ ቆልዓ ስራሓት ኣይርዳኣካን እዩ ምክንያቱ ይሓተካ ጥራይ እዩ ይሓትት ይሓትት እንታይ ክንዲ ይሓትት እዩ ዝቆልዓ ገሊኡ ትምልሰሉ ገሊኡ ሸለል ኢልካ ትሓልፎ ገለ ማለት እዩ ስለዚ እቲ እንህቦ መልሲ ኣብዚ ግዜ እዚ ክሓቱና ከለዉ ብግቡእ ስሩዕ ዝኮነ መልሲ ክንህቦም ኣለና እንተደይ

ዋላ እቲ ንህቦም ነገራት ወይ ከዓ እቲ ዝሓዝዎ ኣብ ውሽጦም ዘዋህለልዎ ነገራት በቲ ኣብቲ ተኣፋፊ ዕድሚኦም ወይ ከዓ ኣብቲ ንኡስ ዕድሚኦም ኮይኖም ንኹሉ ይመራምርዎ ኣብ ውሽጦም ብብዝሒ ይዛረብሉ ይምርምርዎ ኣስቱር ንቬር ኦብጀክቲቭ ድ ሶን ኦንቪሮንመንት በቃ ኣብቲ ከባቢኡ ካብ ዘሎ ዕላማ ይገብሩ ማለት እዩ። ካብቲ ዘዋህለልዎ ካብኡ ተመስሪቶም ዕላማ ይገብሩ ኣለዉ። በዚ በዚ ዝሓዝዎ ኦብጀክቲቭ ወይ ዕላማ ነቲ ከባቢኦም

ኣብቲ ዝደልዮ ምርጫ ኣተኪሩ ክሰርሕ ማለት እዩ። ካብቲ ዘዋህለሎ ካብቲ ኣብ ውሽጡ ዝዓቀቦ ነገራት ካብቲ ዝሰምዖ ድነበረ ድሪኦ ድነበረ ሓደ መሪጹ ክሰርሓሉ ይደሊ እዩ ማለት እዩ። ስለዚ ኣገዳሲ እዩ መሪጹ ክሰርሕ ክንገድፎ ማለት እዩ። ንሕና ደይኮና በቱ እዚ ግበር እዚ ትግበር ክንብሎ መሪጹ ክሰርሕ ንግደፎ። ምክንያቱ እዚ ዋህለሎ ኣብ ውሽጡ ኣለዎ ካባና ዝረኣዮ ድዩ ዝሰምዖ ድዩ ዝተምሃሮ ድዩ ኣለዎ ስለዚ ክሰርሕ ንግደፎ ክመ ምርጭኡ ክሰርሕ ማለት እዩ ምክንያቱ ንዕቤቱ ንስፍሓት ኣእምሮኡ ንምዕባሊኡ ብጣዕሚ ኣገዳሲ እዩ እቲ ምርጫ ናቱ ማለት እዩ très sensible à certaines activités et insensible à d'autres ኣብ ገለ ገለ ንጥፈታት ብጣዕሚ ተገዳስነት ኣለዎ ኣብ ገሊኡ ከኣ ሸለል በሃሊ ማለት እዩ ስለዚ ሕጂ እቲ ቆልዓ እንታይ ይገብር ኣሎ ካብቲ ኣብ ርእሱ ዘዋህለሎ ነገር ንዕኡ ደስ ዝብሎ ወይ ከዓ ዘድምዓሉ ዝበሎ ነገር ክመርፅ ጀሚሩ ኣሎ ማለት እዩ ስለዚ ስለዚ ኢና ከዓ እቲ ምርጩ ክገብር ዕድል ክንህቦ ዘለና

እንዳስተምሃረ ከሎ ንሱ ከዓ ንእግረ መገዱ ብንጥፈት ብተገዳስነት ደስ እንዳበሎ ይሕዝ ኣሎ ማለት እዩ ኣብዚ ነገር እዚ ምክንያቱ ምርጫ ኣለዎ ናቱ ዓብይ ድሌት ኣሎ ኣብ ውሽጢ ማለት እዩ እንታይ ይብል ኣብቲ ድሓር

ሕጂ ዝበዝሕ ግዜ ክንሪኦም ከለና ቆልዑ ነታ ዝሓዝዋ ቀልጢፎም ውድእ ምስ ኣበሉ ናብ ካልእ ቀልጢፎም ክሰግሩ ንርኢ። ሕጂ ንዓ ክውድእዋ ከጽፍፍዋ ንደሊ ኢና ግን ሓንሳብ እሳቶም እታ ጉዳይ እቲኣ ተረዲኣቶም እንተልያ ናብ ካልእ ክሰግሩ ግድን እዮም ምክንያቱ ዓቕሊ የብሎምን ንዓ ነዊሕ ክጸንሑላ ኣይደልዩን እዮም። ሓንሳብ ምስ ኣጻፈፍኩዋ እታ ዝመረጽዋ ምርጫ ርእዮማ ኣለዉ፣ ፈሊጦማ ኣለዉ፣ ካልእ ነገር ክፈልጡ ከኣ ቀልጢፎም ክቕይሩ ይደልዩ። ስለዚ እዚ ጸገም ኣይኮነን፣ ክንገድፎም ኣለና። ነታ ሓንቲ ተንኪፎማ ኣለዉ፣ ርእዮማ ኣለዉ፣ ሰሪሖማ ኣለዉ፣ ካልእ ንጥፈታት እንተ ጀሚሮም እንተ ሒዞም ክንገድፎም ኣለና ማለት እዩ። ምኽንያቱ ንነዊሕ ግዜ ኣብ ሓደ ኮንሰንትሬት ኮይኖም ክጸንሑ እውን ስለ ዘይክእሉ።

እሱ ኸኣ እቲ ተኣፋፊ ዕድመ ኢልና ንፈልዮ ኣብ ሽዱሽተ ዓበይቲ ነጥብታት ንፈልዮ ማለት እዩ። እቲ ቀዳማይ La période sensible de l'ordre de zéro à six ans ንኹሉ ነገራት ብኦርደር ኣትሒዞም ወይ ከኣ ብቐደም ተኸተል ጌሮም ክሰርሕዎ ካብ ዜሮ ክሳብ ሽዱሽተ ዓመት ዘሎ ዕድመ እዚ ናይ ኮሞ መስርሕ እዩ ማለት እዩ። ኣብቲ ካልኣይ ላ ፔሪዮድ ሰንሲብል ዶ ሙቭመንት ናይ ምንቅስቓስ በቃ ክንቀሳቐሱ ክፃወቱ ናብ ላዕልን ታሕትን ክብሉ ደሎ ዕድመ ከዓ ካብ ዜሮ ክሳብ ሓሙሽተ ሽዱሽተ ዓመት ደሎ ኣብዚ ብጣዕሚ በቃ ኣክቲቭ ይኾኑ ክንቀሳቐሱ ይደልዩ ክሕዙ ክኸዱ ከውርዱ ክሰቕሉ ብዙሕ ነገር ክገብሩ ይደልዩ ማለት እዩ ኣክቲቭ ይኾኑ ኣብቲ ሳልሳይ ሎንጋዥ ናይ ቋንቋ ናይ ምዝራብ ናይ ገለ በቃ ካብ እዚ ከዓ ካብ ዜሮ ክሳብ ሸውዓተ ዓመት ማለት እዩ ኩሉ ካብ ዜሮ ክሳብ ገለ ዓመት ንብል ኣለና ካብ ዜሮ እዩ ዝጅምር ኩሉ ግዜ ኣፀቢቐ ክፀቕጠሉ ዝደሊ ማለት እዩ ቆልዓ ገና ወዲ ከምቲ ኣብ ዝሓለፈ ቪድዮታተይ ከማን ዝገለጽክዎስ፣ ገና ኣብ ከብዲ ኣዲኡ ከሎ ድምጺ ናይ ኣቡኡ እንድሕር ዝሰምዖ ጸኒሑ፣ ምስ ወጸ ነቡኡ ጽቡቅ ጌሩ ኢዩ ድፈልጦ። ካብ ኩሎም ካልኦት ጽቡቅ ጌሩ ይፈልጦ። ናቡ ተሓቂፉ ወላሓንቲ ኣይበክን ኢዩ። ክዛረቦ ይጸንሕ ኣብ ከብዲ ኣዲኡ ከሎ እሞ ምስ ወጸ ሽዑ በቃ ኣቡኡ ምዃኑ ፈሊጡ ኣሎ። ውጽእ ምስ በለ ምስ ተወለደ ሕቁፍኦ ኣብ ሆስፒታል ካልእ ሰብ እንድሕር ሓቚፍዎ ይበኪ እቲ ቆልዓ ኣቡኡ እንድሕር ሓቚፍዎ ግን በቃ ወላ ሓንቲ ኣይብልን ምኽንያቱ ገና በቃ ዜሮ ዕድመ ገና ወላ ሓንቲ ገለ ከይቆጸረ ከሎ ኣብ ከብዲ ከሎ ይፈልጥ ኣሎ ማለት እዩ ስለዚ ኣቓልቦ ሂብና ብብዝሒ ዝረአ ማለት እዩ ብፍላይ ኣብዚ ኣብዚ እንነብረሉ ዘለና ዓለም ምዕባለ ተባሂሉ ቴሌቪዥን፣ ቴሌፎን፣ ታብሌት፣ ኣይፖድ ገለ ኣለዋ በቃ እቲ ቆልዓ ግዜኡ ትሰርሕ ስለ ዘለኻ ክንዲ እንታይ ካብ ክሽነ ኣቱ ኣለኹ እሞ ቆልዓ መታን ሱቕ ክብለለይ ኢልካ ቴሌቪዥን ወሊዕካ ወይ ታብሌት ወይ ቴሌፎን ምሃብ እንታይ ይብል ሓንቲ ኣላትኒ መጽሓፍ ኣብ ዝመጽእ ደሎ ከርእየኩም እዩ ናይ መዓልታዊ ኣክቲቪቲ ንቆልዓ ክትገብረሉ ብቕልል ዝበለ ማለት እዩ ርሑቕ ከይከትካ ከቢድ ከይኮነ መንፀፋ እተንፅፈሉ ኣብ ጥቓኻ ይኸውን መንፀፋ ኣንፂፍካ ሕጂ ነቲ ቆልዓ ኩባያን ማንካን ዘይ ንዑ ብልሕ ዘይበለ ነገር ማለት እዩ ጎማ ዝዓይነቱ ኩባያን ማንካን ትህቦ ብጌሩ ኳሕኳሕ የብል ከምቲ እስኻ ትገብሮ ደለኻ ይሰርሕ ተርእዮ እንዳተጻወትካ እንዳዕለልካዮ ትሰርሕ ማለት እዩ ዋላ ኣብቲ ክሽነ ብግቡእ ከይኣተወ ግን ኣብቲ ከባቢኻ ኮይኑ ከዕልለካ ከም ዘለዎ ሕጂ ብጣዕሚ ደስ እዩ ድብሎም እቶም ቆልዑ ካብ ቴሌቪዥን ንላዕሊ ካብ ታብሌት ንላዕሊ እስኻ ከም ጌርካ ክትዘናግዖም ከለኻ ክሪኡኻ ከለው ደስ ይብሎም ማለት እዩ ሕጂ ቋንቋ ከዓ ቋንቋ ሕጂ ድሑር ኣመሃህራ ወይ ከኣ እቲ ቆልዓ ይድሕር ኣብ ቋንቋ ይዝሕል ምሽ ንብል እንድሕር ምስ ወለዱ ዘይዛራረብ ኮይኑ እቲ ቆልዓ እሞ ከኣ ናብ ታብሌት ናብ ቴሌፎን ናብቲ ተለቪዥን ጥራሕ እንድሕር ኮይኑ ንዕኡ ጥራይ እዩ ድወስድ ደሎ ናቱ ባህሪ እዩ ድወስድ ደሎ እምበር ናይቲ እስኻ ትምህሮ ባህሪ ኣይኮነን ድወስድ ደሎ ስለዚ እዚ ዕድመ እዚ ተኣፋፊ ዕድመ ስለ ዝኾነ ናብኡ ናብ ካልእ ቪድዮታት፣ ናብ ካልእ ዴሳን ኣኒሜ ወይ ናይ ቆልዑ ነገራት እንድሕር ሂብካዮ ከምኡ ክኾነልካ መዲብካ ኣለኻ ማለት እዩ። ከምቲ ብ ተለቪዥን ድሪእዎ ደለዉ ከምኡ ክኾኑልካ መዲብካ ኣለኻ ማለት እዩ። ምኽንያቱ እዚ ነገር እዚ ኣብ ኣእምሩኡ እዩ ደስፍሮ ደሎ ማለት እዩ እቲ ቆልዓ። እዚ ሕጂ ብምርጫና እንገብሮ እንተኾይኑ ናትና ምርጫና እዩ። ነቲ ቆልዓ ናብኡ ንክመርጽ ንደፋፍኦ ኣለና ማለት እዩ። በቲ ምርጫና ናትና ናብቲ ዝሪኦ ናብቲ ናይ ታብሌት ናይ ቴሌፎን ዝሪኦ ደሎ ናብኡ ንክመርጽ ብዙሕ ዕድል ንኸፍተሉ ኣለና ማለት እዩ። በቲ ናትና እንድሕር ኮይኑ ጊን ከምዚ ድብለኩም ክነዘራርቦ ጊዜ ክንህቦ ከነጻውቶ ብቅልል ዝበለ ከኣ ካብ ከባቢና ከይረሓቀ ክንዕዘቦ እሱ ውን ክዕዘበና ከም ዘለዎ ምግባር ኣዝዩ ኣዝዩ ኣገዳሲ እዩ ምክንያቱ እቲ ዕድመ ተኣፋፊ ስለ ዝኮነ። ላካትሪየም ኣብቲ እንታይ ይብለና ኣብቲ ናይ ራብዓይ ኣብቲ ራብዓይ መድረኽ ሒዝዎ ዘሎ ሰንሳስዮን ናይ ስምዒት ወይ ከዓ ስምዒ ዝፈጥረሉ ነገራት ቀዳማይ ኦርደር ምግባር ወይ ከዓ ብቐደም ተኸተል ምስራዕ ኮይኑ ካብ ዜሮ ክሳብ ሽዱሽተ ዓመት ካልኣይ ሞቭሞ ናይ ምንቅስቃስ በቃ ናብ ላዕልን ታሕትን ምባል ምንቅስቃስ ኮይኑ ኣብቲ ሳልሳይ ከኣ ናይ ሎንጋዥ ወይ ናይ ቋንቋ ካብ ዜሮ ክሳብ ሸውዓተ ዓመት ደሎ ናይ ቋንቋ ምትሓዝ ተኽእሎም ኣብዚ ኣዝዩ ዓቢ እዩ። ቋንቋ ትግርኛ ክሕዙልና እንተደሊና ካብዚ ዕድመ እዚ ኢና ክንጽዕር ዘለና ካብ ዜሮ ክሳብ ሸውዓተ ዓመት ዘሎ ማለት እዩ ሰንሳስዮን ናይ ስምዒት ወይ ከኣ ስምዒቶም ናይ ምግላጽ ውሽጣዊ ስምዒት ዝህቦም ነገራት ናይ ምፍላጥ ካብ ዜሮ ክሳብ ሽዱሽተ ዓመት ዘሎ ፔቲት ኦብጀ ኣብ ናእሽቱ ነገራት ኣተኩሮኦም ዝገብርሉ ከኣ ኣብ ሓምሻይ ነጥቢ ማለት እዩ ንኣሽቱ ነገራት ኮይኑ ኣተኩሮ ዝገብርሉ ብጣዕሚ ዘተኩርሉ ነገር ከኣ ካብ ሓደ ክሳብ ሽዱሽተ ሸውዓተ ዘሎ ዕድመ ማለት እዩ እቲ ሻዱሻይ ኣላቪ ሶሲያል እቲ ሻዱሻይ ነጥቢ ማለት እዩ ኣብ ማሕበራዊ ህይወት ወይ ከዓ ምስ ካልኦት ሓቢርካ ናይ ምንባር ወይ ምስ ካልኦት ሰባት ናይ ምሕባር፣ ምስ ዘይትፈልጦ ሕብረተሰብ ምጽንባር ከኣ ካብ ሽዱሽተ ዓመት ይጅምር ማለት እዩ። እዚ ሕጂ ካብ ዜሮ ክሳብ ሽዱሽተ ዓመት ደሎ ምስ ካልኦት ሕብረት ክገብሩ ደሎ ተኽእሎ ኣዝዩ ትሑት እዩ። ካብ ሽዱሽተ ዓመት ንደሓር ግን ሕብረት ምስ ካልኦት ወይ ምስ ደይፈልጥዎ ምስ ካልእ ሰብ ምስ ጋሻ ሰብ ክሓብርሉ ዝኽእሉ ካብ ሽዱሽተ ዓመት ይጅምር ማለት እዩ። ንሎም መዓልቲ ኣብዚ ክኣኽለና ዩ። ነዘን ዝተምሃርናዮን ብግቡእ እንድሕር ተጠቒምናለን ኣዝዩ ኣዝዩ ጠቓሚ ነጥቢ ዩ። ኣብ ዝመጽእ ዘሎ ሰሙን ከኣ ብኻልእ ነጥቢ ክሳብ ንራኸብ ሰላም ቀንዩ። ነዚ ነገር እዚ ጠቓሚ ኾይኑ እንተረኺብኩሞ ንኻልኦት ኣሕዋት ውን መታን ክጠቅም ሸር ምግባር ኣይትረስዑ። ኣብዚ ኣብዚ ቻነል ሓደስቲ ንዝኾንኩም ውን ሳብስክራይብ ግበሩ ሓድሽ ሓድሽ ዝመጸ ቪድዮ መታን ብቐዳምነት ክትከታተሉ ማለት እዩ ኣብ ቀጻሊ ክሳብ ንራኸብ ሰላም ቀንዩ ቻው ቻው